ሰላም ወሰናይ ኣብ ኩሉ ኩርናዓት ዓለም ብምዃን መደባት ፍልፍል ቲቪ ትከታተሉ ክቡራትን ክቡራንን ንሎሚ ዝበልናዮ ዝተፈላለዩ መደባት ሒዝና መጺና ኣለና ከምቲ ልሙድ ሰናይ ምክትታል ሓደ ካብ ዝዓበዩ ቱራት ዝኾነ ቱር ደ ፍራንስ 226 ብሳልሳይ መድረኹ ቀጺሉ ውዒሉ ኣሎ። ሳልሳይ መድረኽ እውን ከም ዝሓለፈት ካልኣይቲ መድረኽ ኣብ ዓቐበት ትዛዘም ብምዃና ንናይ ነጥቢ ወይ ከኣ ናይ ቀጠልያ ማልያ ተዋዳደርቲ ትጥዕም ብዘይምንባራ ናይ ቀጠልያ ማልያ ተቓዳደምቲ ኣብዚ ውድድር እውን ዝለዓለ ኣበርክቶ ኣይነበሮምን። ሓደ ካብ ኣዝዮም ተጠመትቲ ዝኾነ ኤርትራዊ ተቓዳዳማይ ክለብ NSN ኦሎምፒካዊ ተቓዳዳማይ ቢንያም ግርማይ ብሰላም ጀሚሩ ብሰላም ዛዚሙ ኣሎ። ኣብዚ ሳልሳይ መድረኽ ኣብ ዝተኻየደ ቢንያም ግርማይ መበል ሚእትን ዕስራን ሽዱሽተን ደረጃ ሒዙ ውድድሩ ብሰላም ክዛዝም እንከሎ ወዲ ጋንትኡ ጆርጅ ቤነት መበል 35 ደረጃ ሒዙ ውድድሩ ብሰላም ዛዚሙ ኣሎ። እዚ ከምዚ ኢሉ እንዳሃለወ ድሕሪ ሳልሳይ መድረኽ ቱር ደ ፍራንስ 2026 ተረኺቡ ዘሎ ውፅኢት ናይ ሳልሳይ መድረኽ ዕውት መድረኽ ኮይኑ ዝተዓወተ ካብ ክለብ ዩኤኢ ቲም ኢማራትስ ታደይ ቦካቻር ናይ ዓሚ ዕውት ብጫ ማልያ ቱር ደ ፍራንስ 2025 ስለዚ ኣብ ሰለስቲኡ መድረኽ ብዝተረኽበ ውፅኢት ወናኒ ብጫ ማልያ ኮይኑ ናብ ራብዓይ መድረኽ ዝኣቱ ካብ ክለብ ዩኤኢ ቲም ኢማራትስ ታዴ ቦካቻር እዩ። ከምቲ ቅድም ኢልና ክንገልጾ ዝጸንሓና እዚ ውድድር ኣብዚ ሰለስተ መድረኻት ናይ ዓቐብ ውድድራት ስለ ዝኾነ ንቀጠልያ ማልያ እውን እዞም ናይ ዓቐብ ተቓዳደምቲ ወይ ከኣ ናይ ጂሲ ተቓዳድምቲ እዮም ሒዞማ ዘለዉ። ስለዚ በዚ ተረኺቡ ዘሎ ውጽኢት እውን ቀጠልያ ማልያ ኣብ ዝባን ታዴ ቦካቻር እያ ዘላ። ናይ ዓቕብ ማልያ ነጠብጣብ ጻዕዳን ቀይሕን ኣሌክስ ባውደን፣ ጻዕዳ ማልያ ናይ ትሕቲ ዕስራን ሰለስተን ዓመት ተቐዳደምቲ ኢሳቕ ደልቴሮ ካብ ዩኤኢ ቲም ኢማራትስ፣ ሽልማት ተቓላሳይ ናይ ሳልሳይ መድረኽ ኣሌክስ ባውደን፣ ብልጽቲ ጋንታ ናይዚ መድረኽ ኮይና ትመርሕ ዘላ ከኣ ዩኤኢ ቲም ኢማራትስ እያ። ስለዚ ክቡራትን ክቡራንን ተኻታተልቲ ኣብ ዝቕጽል ዘሎ ጸወታታት እውን እቲ ንብህጎ ዓወታትን፣ ብዓብይኡ ከኣ ንቀጠልያ ማልያ ንምዕዋት ብሓደ ካብ ዝበለጹን ዝቀልጠፉን ተቃዳደምትና ቢንያም ግርማይ ንምዕዋት ኣብ ቱር ደ ፍራንስ ክልተ ሽሕን ዕስራን ሽዱሽተን ንሳተፍ ስለ ዘለና ነዚ ብሉጽ ተቃዳዳማይና ሓበን ኣፍሪቃን ኩርዓት ኤርትራን ዝኾነ ኦሎምፒካዊ ተቃዳዳማይ ቢንያም ግርማይ ዘለና ደገፍ ክንህብ ደጊመ ብ ትሕትና ክሕብር ይፈቱ። ቀጺለ ውን ኩቡራትን ኩቡራንን ተኻታተልቲ ቅድሚ ናብ ካልእ ሓበሬታ ወይ ከኣ ናብ ካልእ ዘሎ መደባት ቅድሚ ምስጋረይ ሓንቲ ኣገዳሲት ሓበሬታ ናባኹም ከብል እየ ንኹሉ ኤርትራዊ ዜጋ ትምልከት ስለ ዝኾነት ንኤርትራዊ ጥራይ ዘይኮነ ንኣፍሪቃዊ እውን ትምልከት ስለ ዝኾነት እዛ መደብ ናብ ኩሉ ሰብ ክትባጻሕ ሼር ክትገብሩ ደጊመ ብትሕትና ክሕብር ይፈቱ። እዛ ንዕዘባ ዘለና ናይ ኢንስታግራም ናይ ቢንያም ግርማይ ኢንስታግራም እያ። እዛ ኣካውንት እዚኣ ክልተ ሚእትን ሰላሳን ኣርባዕተን ሽሕ ተኻታተልቲ ወይ ከኣ ፈለወር ኣለውዋ። እዚ ሓደ ካብ ዝበለጹ ኣፍሪቃውያን ተቓዳደምቲ ታሪኽ ዝሰርሐ ቢንያም ግርማይ ሕጂ እውን ታሪኽ ንምድጋም ኣብ ቱር ደ ፍራንስ ክልተ ሽሕን ዕስራን ሽዱሽተን ብዝበለጸ ብቕዓቱ መጺኡና ዘሎ ውላድ ሃገረ ጀጋኑ ሃገረ ሰማእታት ዝኾነት ሃገረ ኤርትራ ንምንታይ ሓደ ሚልዮን ፎሎወር ንምብጻሕ ኩልና ኢደይ ኢድካ ብምባል ኣብቲ ናቱ ኢንስታግራም ከድና ንምንታይ ሓፍ ዘይነብሎ ኣብ ናይ ካልእ ሰብ ኢንስታግራም ፈለው ክንገብር እንከለና ነዚ ንታሪኽናን ምስልናን ኣብ ዓለም ዘላለየና ብሉጽ ተቓዳዳማይና ቢንያም ግርማይ እዛ ክልተ ሚእትን ሰላሳን ኣርባዕተን ሽሕ ዘላ ናይ ኢንስታግራም ኣካውንቱ ናብ ሓደ ሚልዮን ፎሎወር ንምዕባይ ሃየ ኢደይ ኢድካ ንበል ምኽንያቱ ንሕና እቲ ክነበርክቶ ዝግበኣና እንተበርኪትና ንሱ ድማ እቲ ክህበና ዝግበኦ ዓወታት ክህበና ምዃኑ ዘጠራጥር ኣይኮነን። ስለዚ ክቡራትን ክቡራንን ተኻታተልቲ ቅድሚ ናብቲ እንብህጎ ዘለና ዓወት ቅድሚ ምኻድና ቢንያም ግርማይ ሓደ ሚልዮን ፎሎወር ናይ ኢንስታግራም ንኽህልዎ ኩልና ፈለው ክንብሎ ደጊመ ብትሕትና ክሕብር ይፈቱ ቅድሚ እቲ ንሱ ብሓጎስ ከሰራስረና ኣብ ሓያል ጸወታን ኣብ ሓያል ልምምድን ዝጸንሐ ንሕና ውን ሳርፕራይስ ብምግባር ንምንታይ ዘይነሕጉሶ ስለዚ ኢደይ ኢድካ ንበል። ስለዚ ኩቡራት ተኻታተልቲ ደጋጊመ እዛ ኢንስታግራም ናይ ቢንያም ግርማይ ናባኹም ከምጽኣያ እየ ክንደይ በጺሓ ኣላ ክንደይ ወሲኻ ኣላ ኣብዚ መደብ እንዳሓበርኩኹም ክኸይድ ስለ ዝኾንኩ ሃየ ኢደይ ኢድካ ብምባል ፈለው ንበሎ ንቢንያም ግርማይ ቀጺለ ውን እዛ ትዕዝብቲ ናባኹም ከብል ኣንበልብሊ ባንዴራይ ኣንበልብሊ ሰማያት ሰንጥቒ ኣብታ ዘይትስበር ነዋሕ ወርወር ኣብታ ዘይትዕጸፍ ቀጣን ዘንጊ በትሪ ሓቂ ኣንበልብሊ ወይልኡ ወይልኡ ደንዲኑ ዝቐርበኪ

ካብዚ ብምቕጻል እውን ዝተፈላለዩ መደባት ኣለዉ ናብቶም መደባት ከብለኩም ደጊመ ሰናይ ምክትታል ሚዛን ሻዕብያ ሓደ ካብቲ መለለዪ ባህሪ ህዝባዊ ግንባር ንጸላእቱ በቲ ልክዕ ዓቐኖም ዝሕዞም ምዃኑ እዩ። ህዝባዊ ግንባር ንጸላኢ እዩ፣ ዘይሓደ ውልቀ ሰብ እዩ። ኣብ ምንታይ እሞ ክበጽሕ ኢሉ ኣይንዕቕን እዩ። ህዝባዊ ግንባር ንሚሳይልን ሮኬትን ዝዓጠቐ ጸላኢ እውን እንተኾነ ዘይዓቕሙ ሚዛን ሂቡ ኣየተዓባብዮን እዩ። ሚዛን ሻዕብያ ኣይትንዕቕን እያ። ሚዛን ሻዕብያ ኣይተተዓባብን እያ። ዓወት ሻዕቢያ ካብ ወድዓዊ ገምጋም እዩ ዝብገስ። ጻድቃን ብዝተኸሎ ጌጋ ኣገባብ ሻዕብያ ኣብ እግሪ መኸል ሽንቅላጥና ኣውፂእና ኢትዮጵያዊ ትግራዋይ ጆን መንጋግ ጻድቃን ጻድቃን ይባላሽዎ ኢልና ሓገይሮም

እቅድ ሰርታችሁ ነው።
እዚ ሕጂ ብሓፂሩ ጆን መንጋድ ብዛዕባ ፃድቃን እዩ ዝምስክሮ ዘሎ ሓደ ድሕሪ ናይ ፀሮና ኩናት ኣብ ዓዲ ሃገራይ መለስ ኣኪብና ወፂልኩም ዶ ተንፊስልኩም ዶ ዝዓይነቱ እዩ ትሽዑ ዝነበረ ክንዋጋ ኣለና ክነብል ኣለና ዝብል ዝነበረ ስምዒታት ማለት ይዎ ተባሂሉ ኣብዚ ኩናት እዚ ግን ኣብ ፀሮና ጌጋ ስለተፈፀመ ተባሂሎም ተኸራኺሮም ተኸራኺሮም ብሚድያ ዘይተነገረ ንሓፋሽ ንህዝቢ ኢትዮጵያ ዘይተነገሮ ዊች ሚንስ ሽዑ ድማ ናይ ኩናት እዋን ስለ ዝነበረ ጀነራል ፃድቃን ካብ ስልጣን ወሪዱ ኢሉ ተባሂሉ ከይዝረብ ምናልባት ፀላእ እውን ከይሰምዑ ደልዮም ምኾኑ ነቲ ህዝቢ እውን ተስፋ ከይቆርፁ ከይቆርፅ ደልዮም ምኾኑ ብዝኾነ ሸፋፊኖም ዓብዮሞ ክንደይ መንእሰይ ግን ሬስኡ ኣብ ጸሮና ከም ክስታይ ፈሲሱ ደሙ ናይ ሰራዊት ኢትዮጵያ መንጋግ እንታይ ዝብለና ዘሎ ሓፋሽ ከይተፈለጠ ከይፈለጦ ብሚድያ እውን ከይተዘረበ ፃድቃን ካብ ስልጣኑ ክወርድ ተገይሩ ሳሞራ ዮኑስ ኣዛዚ ናይ ኩሉ ግንባራት ኮይኑ። ፃድቃን ብዝተኸሎ ጌጋ ኣገባብ ሻዕቢያ ኣብ እግሪ መኸል ሽንቅላጥና ኣውፂእና ኢትዮጵያዊ ትግራዋይ ጆን መንጋግ ስርዓት ኢህወደግ ኣብቲ ብጉጉይ ቅማረ ዝኣተዎ ዕንደራ ከም ቀንዲ ወታሃደራዊ መራሕን ኣማኻርን ኮይኑ በርቃዊ መጥቃዕቲ ዝኸፈተ ባህላዊ ጀነራል ፃድቃን ገብረትንሳኤ እዩ። እዚ ባህላዊ ጀነራል ጻድቃን ኣብ ሽሕን ትሽዓተ ሚእትን ሰብዓን ሽዱሽተን እዩ ናብ ህወሓት ተሰሊፉ። ብመሳልል መምዘኒ ናይ ሽመት ሰራዊት ህዝባዊ ግንባር ማለት ሻዕብያ ካብ ሜጀር ወይ ካፒተን ማለት መራሒ ሓይሊ ከማን ክረኽቦ ኣዝዩ ኣጸጋሚ እዩ። ኣብ ኢትዮጵያ ማዕርጋት ጀነራል፣ ዶክትሬት፣ ፕሮፌሰር ኣዝዩ ርካሽ ስለዝኾነ በዓል ኣልሕያ ጻድቃን ርእሲ ብርጭቕ ተቋደስቲ እዚ ስማዊ ማዕርግ እዩ። እዚ ባህላዊ ጀነራል ካብ ናይ ዘመነ ቀዳማይ ኲናት ብማዕበል ሰራዊት ምህላቕን፣ ካልእ ዝምልኮ ታክቲክ ኣመራርሓ ኩናት የብሉን። ኣብ ግዜ ዓሰርተ ሸውዓተ ዓመታት ቃልሲ ወያነ ብዙሕ ዝዝከር ታሪኽ ጅግንነት የብሉን። ድሕሪ ወያነ ኣራት ኪሎ ምስ ተቋጻጸረት ከም ኣዛዚ ሰራዊት ኢትዮጵያ ኮይኑ እዩ እዚ ርእሱ ዱባ መሪሕዎ። ከም መርኣያ ብቕዓትን መሪሕነቱን ዝጥቀስ ንዓለም ዘስካሕክሕ ኩናት እግሪ መኸል እዩ። ኩናት እግሪ መኸል ስርዓት ኢህወደግ ንመጀመርያ ግዜ ብድሎ ንድሎ ፊት ንፊት ምስ ሰራዊት ኤርትራ ዝገጠመሉ ኩናት እዩ። ኣብዚ ኩናት ጻድቃን ላዕለዋይ ኣዛዚ ናይቲ ስርሒት፣ ተኽላይ ኣሸብር ድማ ንዒስራ ክፍለኛ ክፍለ ሰራዊት ኢህወደግ ኣዘዝቲ ኮይኖም እዮም ኣካይዶሞ። ኣብዚ ህልቂት ኩናት ዝጠፈአ ሰራዊት ኢትዮጵያ ኣግላይ ስታሞኻ ታንክታትን ታሪክ ገዲፍና ኪንዮ ሕምቀትን ድኹምነትን ናይዚ ባህላዊ ጀነራል ካልእ ንዛረቦ የለን። ሓርፋፍ ጎና ከም ኣባ ጨጎራ ከልቢ ተቐይርኪ ተሪፍኩም በርጭራ ከልቢ ተቐይርኪ ተሪፍኩም በርጭራ ቅድሚ ናብ ካልእ መደብ ምስጋረይ ሓደ ካብ ኣዝየ ዘድንቆምን ዝፈትዎምን ወዲ ሓምቢር ናቱ ዕላል ወስ ክብለኩም

ብለው ጦርነት ገብተው ብዙ ጉዳት ደረሰ ትግራይ ላይ ኣሉ።
እዚ መልእኽቲ እዚ ንቆልዓ በሻሻ ንምሕጓስ ንስርዓት ብልፅግናን ተለኣኣኽቱን ስሞም እንዳዕበኻ ዘየለ ተዋስኦታት ንዝሰርሑ ዘለዉ ኢትዮጵያውያን ተጋሩ ባሮት ብልፅግና ዝምልከት መደብ እዩ። ናብቲ መደብ ከብለኩም ሰናይ ምክትታል። ብስም ቲክቶክ ንውልቃዊ ረብሐኦም ክብሉ ተዓሰብቲ ጆኖሳይደራዊ ኣገዛዝኣ ኣብይ ኣሕመድ ብምዃን ንመሰልን ክብርን ህዝቢ ትግራይ ንጎድኒ ብምባል ብሽም ግፋ ዝሽቁጡ ዘለዉ ኣደብ ክገዝኡ ከም ዝግብኦም ኣብ ማሕበራዊ መርበባት ይግለጽ ኣሎ። ኣብ ማሕበራዊ መርበባት ከም ዝተገልጸ ብቁስሊ ህዝቢ ምሽቃጥ ገሊኦም ካብ ምዕራባዊ ዓለም ህይወቶም እንዶ ብዝሰኣነ ኣካይድኦም ህይወቶም ተመዛቢዑ ስብእንኦም ኣዝዩ ናብ ዘሰክፍ ብርኪ ወሪዱ ዝፈልጦም ዘሸቑርሩ ዝነበሩ ዕጫይ እንተመለሰለይ ኢሎም መፂኦም ብሽም ህዝቢ ትግራይ ክነጉዱ ንውልቀ መላኺ ኣገዛዛ ኣብይ ኣሕመድ ተዓሲቦም ኣብ ልዕሊ ቁስሊ ህዝቢ ትግራይ ግንጫር ዝሰዱ ዘለዉ እዮም። ካብዚኣቶም ሓደ ኣዶናይ ዝበሃል ይስራሕ ንሱ ተማዛበልቲ ምዕራብ ንዝለዓለ ጥሜት ኣብ ዝተቓልዓሉ እዋን ንተማዛበልቲ ሕንፃፅ ንምድሓን ኣብ መላእ ትግራይ ዝርከብ ህዝብናን ዲያስፖራን ኣብ ዝረባረበሉ እዋን ጆኖሳይዳዊ ኣገዛዛ ኣብይ ኣሕመድን ዕሱባቱን እቲ ዝተዋፀ ገንዘብ ውድብን ግዝያዊ መንግስትን ብረት ክሽምተሉ እዩ ኢሎም ኣይተዋፅኡ ዝብል ወፍሪ ከፊቶም ብፍላይ ተጋሩ ዲያስፖራ ተጠራጢሮም ሰጋእ መጋእ ክብሉ ብመሰረት ካብ ጆኖሳይደር ኣገዛዛ ኣብይ ኣሕመድ ዝተዋህበ መምርሒ ኣዶናይን ተማዛበልቲ ኣነ ከብፀሓሎም እየ ዝብል ተዋስኦ ሒዙ መፅዩ ብዙሓት ተጋሩ ዲያስፖራ ድማ ካብቲ ዝነበሮም ጥርጣረ ንምንጋፍ ንኣዶናይ ኣሚኖም ልዕሊ 16 ሚልዮን ቅርሺ ሻማሻማ ኢሎም ኣዋፂኦም ኣዶናይ ዝኣተዎ ወፍሪ ግን ብጭካነ ዝተመልአ ንህዝቢ ትግራይ ሰብኣዊ ሓገዝ ከይበፅሕ ብኣዶናይ ኣቢልካ ምድኻም እዩ ነይሩ እሞ ነቲ ዝኣከቦ ገንዘብ ንተማዛበልቲ ሃህበሉ ኢሉ ንውልቀ መላኺ ኣገዛዝ ኣቢ ሓመድ ኣረኪብዎ እዚ ድማ ኣዶናይ ስኬት ዜማ ብስራትን ሰላም ኣጥናፍን ዝተባህሉ ንህዝቢ ትግራይ ከም ደላይ ኩናት ፀላኢ ኩናት ፀላኢ ገይሮም ብምቕራፅ ኩናት ኣይንደልን ሰላም ኢና ንደሊ ዝብል ጭርሖ ሒዞም መፂኦም ብርዛፍ ብርሃነ ብዝብል ማሕበራዊ መርበብ ኣብ ዝዘርግሓቶ ጽሑፍ፣ ነዞም ዕሱባት ቲክቶከራት ምሳኹም ብሓደ ነገር ይሰማማዕ'የ እትብሎም፣ መንእሰይ ትግራይ ኣብ ዘይኣምነሉ ኲናት ተገዲዱ ክጥጠቕ የብሉን፣ ተገፊፉ ክስለፍ የብሉን፣ መንእሰይ ትግራይ ንኽብሪ ህዝቡን ዓዱን ንምኽባር መሰሉን ኣብ ጽኑዕ እምነቱ ተመስሪቱን ብወለንትኡ ክስለፍ ዘለዎ ክትብል፣ መንእሰይ ትግራይ ክስለፍ ዘለዎ ብዓርሰ እምነቱ ምዃኑ ኣስሚራትሉ። እቲ ምሳኹም ዘይሰማማዓሉ ነገር ግን ንምንታይ ኢኹም ሓድሽ ውራያት ማሕበራዊ ሜድያ No War in Tigray እንዳበልኩም መሬት ስለምንታይ ዕንጽራር ከም ትገብርዋ ዘለኹም ክርድኣና ኣይከኣለን ክትብል ብርዛፍ ነቶም ቲክቶከራት ትሓትት። መዓስ እዩ ትግራዋይ ኲናት ይደሊ እየ ክብል ሰሚዕኹም? ህዝቢ ዘይሓተቶ ኲናት ካብ ተወግዙ ስለምንታይ ንህዝቢ ትግራይ ፍትሒ ዘይትሓቱ ክትብል ብርዛፍ ነቶም ቲክቶከራት ኢና በሃልቲ ዕሱባት ትሙጉት። ስለምንታይ ኢኹም እባ ተማዛበልቲ ናብ መረበቶም ይመለሱ ኢልኩም ድምጺ ዘይኮንኩሞም? ዝበለተ ብርዛፍ ካሜራኹም ሒዝኩም ስቓይን መከራን ተመዛበልቲ ኣዴታት ኣብ መዕቆቢ ተመዛበልቲ ዝርከቡ ህፃውንቲ መዓልቲ ሞቶም ዝፅበዩ ዘለዉ ብሕማም ዝሳቀዩ ዘለዉ ዓበይቲ ዓድን ፀሓይ ዝዓረበቶ መንእሰይን ተመዛበልቲ ዘይተቃልሑ ኢላ ትሓትት ብርዛፍ ብርሃነ እቲ ትደልይዎ ወገናውነት ዝስማዓኩም እንተኮይንኩም ነይርኩም ማሕበረሰብ ዓለም ፀገም ህዝቢ ትግራይን ተመዛበልትን ንክፈትሕ ክብገስ ስለምንታይ ዘይትጉስጉሱ ትብል ኣንቱም ውሩያት ኢና እንዳበልኩም ብስቃይን ቃንዛን ህዝቢ ትዋዘዩ ዘለኹም ንውልቀ ዝናኹም ንክትረኽቡ ሓለፋን ረብሓን ክትብሉ እትገብርዎ ምልዕዓል ኣቋርፁ እንተ ደኣ ናይ እማን ተገደስቲ ኮይንኩም ፍትሒ ሕተቱ፣ ስምምዕነት ከይተሸራረፉ ክትግበሩ ጸውዑ፣ ተማዛብልቲ ክብሮምን ድሕንነቶምን ተሓልዩ ናብ መረበቶም ክምለሱ ትጉስጉስ ኣላ። ሓደ ሓደ ግዜ እትገብርዎ ጎስጓስ ነቲ ተበዳሊ ነቲ ጉዱእ ምውቃስ ድርብ ተበዳሊ ዝገብር ተግባር ኢኹም ትብድሉ ዘለኹም እሞ ካብ ተግባርኩም ተኣርነቡ ዝብል ማዕዳ ብዙሓት እዩ። ብድምር ብስም ፍትሒ ሰላም ዝብል ጭርሖኹም ትኽክለኛ ሕቶ ህዝቢ ንጎድኒ ገዲፍኩም መገልገልቲ ኣብይ ኣሕመድ ምዃንኩም ብቁስሊ እቲ ተበዳሊ ምውዛዩ ዝኸውን። ተጋሩ ኩናት ክንገብር ኣይኮናን ዝብሉ ዘለዉ ፍትሒ ዝዓሰሎ ሰላም ኢና ንደሊ ኢናዮም ዝብሉ ዘለዉ ፍትሒ ክረጋገፅ እዩ ስለዚ ንብዓት ህዝቢ ትግራይ ክሕበስ ግድን እዩ እሞ ንዝሓልፍ ግዜ ስብእናኹምን ክብርኹምን ኣይተሕስሩ ዝብል ኣብ መርበብ ሓበሬታታት ነቶም ቲክቶከራት ዝወሃብ ዘሎ ማዕዳ እቶም ኣብ ኣዲስ ኣበባ ካብ ዝርከቡ ሓደ ትግራዋይ ብፖሊስ ጆኖሳይደር ኣገዛዛ ኣብይ ኣሕመድ እንክቕጥቀጥ መንገደኛታት ኡይ እንክብሉ ቡጭቕ ኣይበልኩምን ምኽንያቱ መሪፆም መልቀስቲ ኣልቦ ሕልና ስለዝኾንኩም እዚ ነዞም ቲክቶከራት ወጺኡ ዘሎ ብድምጺ ወያነ ዝተዋህበ ሓበሬታ እዩ። ካብዚ ቀጺለ እውን ክቡራትን ክቡራንን ተኸታተልቲ ኣዝያ ዝመሰጠትኒ ኣብ ውሽጠይ ዝነበረ ሕቶታት ብግቡእ ዝሓተተ ኣዝዩ ብሉጽ ዝኾነ ኤርትራዊ ዜጋ ስነጥበበኛ ኮታስ ብኹሉ ነገሩ ክወጾ ዘይክእል ብሉጽ ስነጥበበኛ ብሉጽ ኣቕራቢ መደብ ብዓውደ ትምህርቲ እውን ኣብ ዝለዓለ ደረጃ ዝበጽሐ ኣሮን ወልደሚኪኤል ኣብ ዘዳለዎ ሃዋሻይት ሜድያ ከድኩም እትካታተልዋ መደብ ክጋብዘኩም ቀዲመ እዛ ሓጻር ቪድዮ ናባኹም ከብላ ብድሕሪኡን ክንቅጽል። ሰብ ደገ ምስ ገሸስ ቋንቋ ደይክእል ተኾይኑስ ጸማም እዩ ድቕየር እዮም ድብሉኻ ስለዚ ንሕና ከኣ ኬድና ጸማም ንኸይንቕየር እቲ ናይ ቋንቋ ለንቅነ ክጅምር እየ ማለት እዩ ከምዚ ዓይነት ንጥፈታት ኣብ መደብ ኣለና ማለት እዩ እቲ ትምህርቲ ንምዕባይ ማዕረ ማዕረ እቲ ብቕዓት ከዓ እቲ ላንጓጅ ከዓ ክዓቢ ኣለዎ ማለት እዩ ስለዚ ክጅምር እየ ፅቡቅ ሰንዓፍ ሓወይ ፅቡቅ ስለዚ ክቡራት ተኸታተልቲ ከምዚ ንዕለሉ ዘለና ብቀረባ ናሆም ንዓይ መታዕቢተይ ንእሽተይ ሓወይ ከም ምዃኑ መጠን ኣነ ድማ ከም መምህር ከም ምዃነይ መጠን ብሓፈሻ ከም ኩሉ ኤርትራዊ ኣብታ ናቱ ዕቤት ንእሽተይ ኣበርክቶ ክገብር ስለ ዘለኒ ኣብቲ ናይ ቋንቋ እንግሊሽ ምምላኽ መሳርሕተይ ዝኾኑ ብሉጻት መምሃራን ናይ ቋንቋ ኢንግሊሽ ኣለዉ፣ ብስሩዕ ትምህርቲ ከም ዝወስድ ናይ ምግባር ምሉእ ሓላፍነት ወሲደ ኣለኹ። በዚ ኣጋጣሚ እዚ ንተዓዘብቲ እውን ክሕብሮም ይፈቱ። ኣብ ርእሲኡ ኣብ ማነጅመንት ወይ ድማ ኣብ ምሕደራ ኣብ ምሕደራ ዝግብኦ ኣብቲ ናይ ኣትለቲክስ ይኹን ኣብቲ ናይ ስፖርት ንዓኻ ዝግብኦም ብቑዓት መምሃራን ኣለውኻ። ኣብኡ ሞያይ እውን ስለ ዘይኮነ ኣይኣቱን እየ። ብሓፈሻ ግን ብምሕደራ ዓውዲ ከም ዝወዳእኩ መጠን ከኣ ኣብቲ ምሕደራዊ ናይ ነብስኻ ናይ ውልቀኻ ይኹን ናይ ገንዘብካ ምሕደራ ይኹን ብኸመይ ኣገባብ ክትከይድ ከም ዘለካ እውን ኣብዚ እውን ጥንቃቐታት የድሊ። ኣነ ብመንገደይ ብዙሕ ነገራት መኺረካ ኣለኹ፣ ምሂረካ እውን ኣለኹ፣ ክምህረካ እየ እውን ሕጂ። ካልኦት እውን ከምኡ ክኢላታት ንዓኻ ዝምልከት ማለት እዩ ናሆም ሓወይ ኣብ ምንቅስቓሳትካ ኩሉ ነገራትካ ጥንቃቐታት የድልየካ ምክንያቱ እስኻ ሕጂ ሓደ ሞዴል ኢኻ ንናእሽቱ ቆልዑት ኣብዚ ሃገርና ዘለዉ ኣብ ወፃእ ሃገር ዘለዉ ልካ ከምዚ ናይ በዓል ቢንያም ግርማ ይኹን ኩሎም ዓበይቲ ኣትለታት ናይ ሃገርና ኣብ ኩሉ ስፖርታዊ ንጥፈታት ዘለዉ ሞዴል ወይ ድማ ኣርኣያ እዮም ናሆም ከዓ ኣርኣያ ኮንካ እንድሕር ብዙሓት ኣትለታት ንኣሽቱ ክፈርዩ ኮይኖም ብኩሉ ነገራት ኣርኣያ ክትከውን ኣለካ ብፀወታኻ ብዓቕምኻ ብብቕዓትካ ብደረጃ ትምህርትኻ ብዲስፕሊን ስለዚ ኣብዚ ኩሉ ነገራት ኢኻ ኣተኪርካ ክትሰርሕ ስለዚ ነዚ ከመይ ተዳሊኻሉ ኣለኻ ሰንዓፈ ሓወይ ኣፋዊ በቲ ኣውጺእናዮ ዘለና ስኬጁል ብስሩዕ ክትከይድ ምዃንካ እስከ ንተዓዘብቲ ኣብዚ ኣጋጣሚ እዚ እስከ ኣነ ከተግብራ'የ በሎ እሞ ሽዑ ክንግምግማ ኢና ድሕሪ ዝተወሰነ ግዜ ከኣ ክንግምግማ ኢና ነዚኣ ኢልና ጥራሕ ምክያድ ኣይኮነን።
እወ ኩለን ዘን ክበሃል ዝጸንሐ ነጥብታት ሒዘዮ ኣለኹ ኦሬዲ ጀማመርናዮ ነገራት ኣሎ ግን ኩሉ ግዜ ኣብ ሚድያ ወጺኻ ወይ ኣብ ሃዋሻይት ኢንተርተይመንት መጺኻ ጀሚረዮ ኣለኹ ምባል ጥራይ ዘይኮነ ኣብ ሃዋሻይት ኢንተርተይመንት ቅንይ ኢልካ ከኣ ፈጺመዮ ኣለኹ ምባል ከኣ ኣገዳሲ እዩ። ስለዚ ስለዚ ሲ ማለት ካብ ዘረባ ጥራይ ዝበዝሐ ሚድያ ዘረባ እንዲ ዝዝርጋሕ ብተግባር ከኣ ኣሎ ማለት እዩ። ስለዚ ከም ዝበልካዮ ነብሰ ገንጋም ድበሃል ስለ ዘሎ ቅኒ ኢልና ከኣ ነብሰ ገንጋም ክንገብር ኢና ማለት እዩ። ስለዚ ጀሚርናዮስ ኦሬዲ ኣብ ስራሕ ኣለና ማለት እዩ ከም ዝመስል። ጽቡቕ ነቲ ኩሉ ተካይዶ ንጥፈት ከኣ ናሆም ዓርከይ እንታይ ይገብረልካ ክስንደልካ እየ ኩሉ ሰኒደ ናብ ተዓዘብቲ ብሰነድ ኩሉ እንዳተምሃርካ እቲ ዘሎ ሓፈሻዊ ንጥፈታትካ ኩሉ ነገራት ክንክምሞ ኢና። ጽቡቕ በዚ ኣጋጣሚ እዚ ናሆም ሓወይ እስኻ ኣብዚ ደረጃ ዕቤት እዚ ኣብዛ ክሳዕ ኣብዛ በጺሕካያ ዘለኻ ደረጃ ማለት እዩ ኩሉ ግዜ ሓደ ለባም ሰብ እንታይ እዩ ዝብል ዓበይቲ ዓወታት ዋላ ተጓናጺፉ ከሎ እዚ ደኣ ንእሽተይ ዓወት እንድያ ኣየናይ ኮይኑ እዩ እንዳበለ እዩ ዝኸይድ ኦ። ጽቡቕ ሕጂ ከዛንየካ የብሉን እዚ ዓወት እዚ ምክንያቱ ኦ። ብቐንዲ እቲ ዝዓበየ መድረኽ ኦ። ኣብ ምቅርራብ ትርከብ ኣለኻ ኦ፣ ናይ ብሓቂ። ምህማ እም። ጽቡቕ እ፣ ስለዚ ደጊመ ደጋጊመ እ፣ ንኹሎም ደገፍትኻ ንኹሎም ነዚ ሞራል እዚ ዝሃብኩ- ዝሃ- ዝህቡኻ ሰባት ኣብ ጎንኻ ንዘለዉ ሰባት ከተመስግኖም ዕድል ክበካያ ሽዑ ናይ መወዳእታ ሕቶ ሓቲትና መደብና ክንዓጽ ኢና ማማ ብዓቢኡ ከኣ ጋዜጠኛ ኣሮን ከኣ ኣብ ዘለኻ ማለት እዩ ብምድላው ድማ ኣብዚ ካሜራማን ኣለዎ ጎድንና ኣስዒብካ እውን ሃዋሻይት ኢንተርቴይመንት ክምስጎኑ ይግብኦም ሰለምንታይ ስለቲ ጽፉፉን ብሉጽን ብቑዕን ምስርሖም ማለት እዩ ኪኖ ናይ ጁባ ወይ ናይ ሰናቲም ሓሲቦምሲ ነቲ ውልቃዊ ሰብ ከመይ ገይሩ እቲ ለውጢ ምዕባይ። የምጽእ ምዕባይዎ ለውጣዊ እንድሕር እቲ ሰብ ኣምጺኡ ከኣ ኦሬዲ እቲ ሽይ እቲ ዓወት ሃገር ናትና። ይዓብሎ ማለት እዩ ስለዚ እ፣ ሃዋሻይት ኢንተርተይመንት ትሰርሕዎ ዘለኹም ስርሓት እውን ካብ ቅድሚ ሕጂ ክሳዕ እዚ ስቲል ናው ክሳዕ እዚ ናተይ እውን ክምስገን ይግበኦ እዩ ኩላትኩም ተዋስና ተዓዘብቲ ድማ ኣብቲ ናይ ሃዋሻይት ኢንተርተይመንት ድማ ብሳብስክራይብ ምትሕብባር እዩ እቲ ናትኩም ደገፍ ንዓና ደገፍ ዝኾነና እሞ ብሳብስክራይብ ጌርኩም ድማ ካብ ታሕቲ ናብ ላዕሊ ሓፍ ኣቡልና። ደጊመ ንኹሎም ንናሆም ኣብ ንምትብባዕ ኣብዚ ኣብ ዝተፋላለዩ እዋን ሞራል ኣብ ምሃብ ዝሰርሑ ሰባት የቀንየለይ ድሕሪ ዝሓጻር መሰጋገሪ ክንምለሰኩም ኢና ምክታልኩም ኣይፈለየና ምስ ኣዋሻይት ሜድያ ኢንተርተይመንት ኣለኹም ሸር ላይክ ሳብስክራይብ እዚ ስራሕ እዚ ናብ ኩሉ ንኽበጽሕ ደጊመ ደጋጊመ ኣብ ልዕሊ ኣቅራቢ መደብ ስነጥበበኛ ኣሮን ዘለኒ ልዑል ኣድናቆት ከይገለጽኩ ክሓልፍ ኣይደልን ምኽንያቱ እቲ ኣብ ውሽጢ ማንም ኤርትራዊ ዜጋ ዘሎ ሕቶታት ብኸምዚ ዝስዕብ ስለ ዘዳለዎ። ኣብዚ ናይ ሶሻል ሜድያ ዘሎ ሰብ ብሓፈሻ ኣብ ውሽጢ ሃገር ዘሎ ኩላትና ኣለና ብቀረባ ውን ንካታተለካ ስለ ዝኾና እቲ ኣብ ደገ ኣብ ወጻእ ሃገር ዝርከብ ከኣ ነዚ ንሕና ከምዚ መደባት ነዳልዎን ነቲ ብቀጥታ ፈነወ ብ ኤሪ-ቲቪ ዝፍኖን መደባት ተኻታቲሉ ናባና ውን ቴሌፎን እንዳደወሉ ንኸነታባብዓካ ዝሕብሩና ብዙሓት ብዙሓት ደገፍቲ ኣለዉ ሰንዓፈ ሓወይ ጽቡቕ ሕጂ ካብ ናይ ተዓዘብቲ ወገን ከይወጻና ከለና ናብቲ ካልእ ናይ መጻኢ መደባትካ ከይሰጎርኩ ከለኹ እዚ መደብ እዚ ንምንታይ ኣነ ኣዳልየልካ ኣብ ዝሓለፈ ዝገበርካያ ቃለ መሕትት ዝተዳለወ መደባት ክእረሙ ዝግብኦም ነገራት ኣለዉ ሰንዓፍ ሓወይ ክእረሙ ዝግብኦም ነገራት ክንብል ከለና ቃለ መሕትት ኣብ ትገብረሉ እዋን ኩሉ ግዜ ካብ ኣላባብሳኻ ኣትሒዝካ ነቲ ዲስፕሊን ናይ ስፖርታዊ ዘተኮረ ክኸውን ይግባእ ልክዕ ከምዚ ናይ ሎማዓንቲ መፂናያ ዘለና ክሬሽንካ ጌርካ ኩሉ ምድላዋት ሓደ ካልኣይ ኣብቲ ዝግበር ቃለ መሕትታት ከዓ ጥንቃቐታት ዘለዎ ነገራት ኩሉ ይግባእ እዚ ሕጂ ብቀዳምነት ንዓኻ ዘይኮነ ነቶም ኣቅረብቲ እዩ ዝምልከት ምክንያቱ እቲ ዘቅርብ ሰብ ንዓኻ ሕቶታት ዘቅርበልካ ሰብ እንታይ ሕቶ ክሓተካ ኣለዎ ምስቲ ስፖርታዊ ናትካ ንጥፈታት ዘተኮረ ጥራሕ ደኣ እምበር ናብ ካልእ ሃለውለው ዝመርሕ ወይ ድማ ንደረጃኻን ንዓኻ ነቲ ናትካ ብቕዓትን ዝውክል ክኸውን ኣይግብኦን እዩ በዚ ኣጋጣሚ እዚ ነዚ መደብ እዚ ኣብ ምክታል ትርከቡ ዘለኹም ምስ ናሆም ኣብ ትሕቲ ዝኾነ ይኹን ኩነታት ኢንተርቪው ኣብ ትገብርሉ እዋን ንደረጃ ዕቤት ናቱ ድዕብ ድኣ እምበር ነቲ ናቱ ደረጃ ዕቤት ንታሕቲ ዘውርድ መደባት ንኸይተዳልዉ በዚ ኣጋጣሚ እዚ ኣነ ክላበወኩም እፈቱ ምኽንያቱ ክልተ መደባት ሪኤልካ ኣለኹ ሰንዓፈ ሓወይ እካታተሎ ስለ ዝኾንኩ ናትካ ስራሕ ኣብዘን ክልተ መደባት ዝቐረባ ኢንተርቪው ዝገበርካየን ነቲ ናትካ ዓወት ዝምጥን ኣይኮነን እቲ መደብ ከም ኣቕራቢ መደብ ክሪኦ ከለኹ ብዙሕ ነገራት ዝጎደሎ ንዓኻ ዘይምልከት ሕቶታት ናብ ሃለውለው ዝኸደ ኣቀራርባ እዩ ስለዚ ኩሉ ግዜ ሰብ ኣብ ስርሑ ክጋገ ከሎ መእረምታ ክወስድ ኣለዎ ስለዚ እሩም ዝኾነ ኣካይዳ የድሊ ኣሎ። በዚ ኣጋጣሚ ዝኾነ ይኹን ሰብ ቃለ መሕትት ኣብ ዝገብረሉ እዋን ምስ ናሆም ንደረጅኡ ካብዚ ዘለዎ ንላዕሊ ዘደይብ ደኣ እምበር ንታሕቲ ዘውርድ ቀንጠመንጢ ሕቶታት ኣምፂኻ ምስ ደረጅኡ ዘይከይድ ሕቶታት ዝኾነ ይኹን ሰብ ከየዳሉ በዚ ኣጋጣሚ እዚ ኣነ ከም ኣቕራብ መደብን ከም ኣላይ መደብን ከም ጋዜጠኛን ንኹሉ ሰብ ይምሕፀኖ ኣለኹ ብፍላይ ከዓ ነታ መደብ ንዘቕረበ ሰብ ምክንያቱ መን ኣቕሪብዎ ኩሉ ሰብ ስለ ዝፈልጦ ዝርዝር ኣስማት ጠቒሰ እዝን እዝን ክብል ኣይደልን እየ። ንብድሕሪ ሕጂ እውን ክትጥንቀቑ ስለ ዘለኩም እየ እዚ ለበዋ ዘመሓላልፎ። ናሆም ሓወይ ከኣ ኩሉ ግዜ ኣብ መድረኽ ክትመጽእ ከለኻ ኩሉ ግዜ ኣቀራርባኻ ኣካዳድናኻ ናይ ስፖርታዊ ልክዕ ከምዛ ሕጂ መጺኻያ ዘለኻ ክሬሽንካ ጌርካ እቲ ንዕኡ ዝምልከት ነገራት ከኣ ኣብኡ ተኪርካ ጥራሕ ክትምልስ ይግባእ ሕቶታት ኣብ ዝቀርበሉ እዋን ናሆም ሓወይ ስለዚ እዚኣ ከም መእረምታ እያ ምክንያቱ ከም ንእሽተይ ሓወይ ከም መተዓቢተይ መጠን ካብ ብንእሽተይካ ከም ዝፈልጠካ መጠን ኣብዚ ደረጃ ምብጻሕካ ይኾርዕ። ጌጋ ስራሕ ክስራሕ ከሎ ከኣ ስለ ዘይቅበሎ እየ ነዚ መደብ እዚ ሰርዐየ ዘለኹ። ምክንያቱ እቲ ጌጋ መደብ ብጌግኡ ክኸይድ ኣይደልን እየ። ነቲ ናትካ ስራሕ ዘደይብ ደኣ እምበር ንታሕቲ ዘውርድ ኣይኮነን ዘድልየና ዘሎ። ስለዚ ኩሉ ግዜ ኣብ ትገብሮ ቃለ መሕትት ጥንቁቅ ቃለ መሕትት ክትገብር ኣለካ ሓደ ምስ መን ቃለ መሕትት ትገብር ከኣ ክትፈልጥ ኣለካ ካብ ሕጂ ንኒው ምስ መደበር ቴሌቭዥን ናይ ሃገርና ዲኻ ፕሮቶኮሉ ዝሓለወ መደብ ምስ ናይ ሶሻል ሜድያ ተኮይኑ ከኣ ምስ ኣዝዮም ጥንቁቃት ሰባት እንተዘይኮይኑ ሓላፍነት ዝጎደሎ ስራሕ ምስ ዝሰርሑ ሰባት ስራሕካ ንኸይትሰርሕ ከኣ በዚ ኣጋጣሚ እዚ ብዘይ ዝኾነ ሕብእብእ ናተይ ሓበሬታ የመሓላልፍ ኣለኹ። ምኽንያቱ ሙሉእ ናይ ሶሻል ሜድያ ዝተዘርገሐ ስራሕካ ብቲክቶክ ይኹን ብኻሊእ ይኹን ኩሉ ሰብ ዕጋበት ኣይነበሮን ኣብዚ ስራሕ እዚ ክእረም ስለ ዘለዎ ከኣ ክእረም ኣለዎ። ቀልዓለም ዝበሃል ነገር ከኣ የለን ኣብዚ ምኽንያቱ ንዕቤትካ ንሰርሕ ክሳብ ዝሃለና ጽቡቕ። ደጊመ ንኹልኹም ነዚ መደብ እዚ ኣብ ምክትታል ትርከቡ ኩልኹም ንዕቤት ናይ ነሆም ኣብቲ ናይ ሶሻል ሜድያ ትነጥፉ ሰባት ነቲ ጸጽቡቑ ደኣ ፕሮሞት ክንገብር ኣለና እምበር ብቲክቶክ ቆራሪጽካ ነቲ ቀንጠመንጢ ዘየድሊ ኣክነ ነቲ ዝዓበየ ነገር ሃየር ትገብሩ ነቲ ዝኸፍአ ነገራት ቆቆንጭልኩም ብቲክቶክ ትዝርግሕዎ ዘለኹም ከኣ በዚ ኣጋጣሚ እዚ ካብዚ ነገር እዚ ተኣሊና ነቲ ንዕኦም ሃየር ዝገብር ስራሕ ኢና ከነቕርብ ዝግብኣና ምስናይ እቕሬታ ዶ ክንብሎ ዋላ ምሕፅንታ ብክልቲኡ ማለት እዩ ከም ኣሕዋተይ መጠን ኣብ ሶሻል ሜድያ ከም ዝነጥፍ መጠን ነቲ ፅቡቕ ነገር ኩርናዕ ጥራሕ ክንጥቀመሉ ይግብኣና ስለዚ ጽቡቅ ኖሆሚታ ሓወይ። ደጊምና ደጋጊምና ክንብሎ እንደሊ ኩቡራትን ኩቡራንን ተኻታተልቲ እዚ ቡሉጽ ኣትሌት ኣብ ዝላዓለ ደረጃታት ንኽዓቢ ኣብ ዝላዓለ ደረጃታት ባንዴራ ሃገረ ኤርትራ ከንበልብል እንድሕር ተኾይኑ ከምዚ ዝኣመሰለ ሕውነታውን ገሳጥን ማዕዳታት እንዳሃብና ናብቲ ዝላዓለ ደረጃ ሓፍ ክነብሎ ከም እንኽእል ናይ ኩሉ እሙንቶ እዩ ከምኡ ውን እቶም ኣብ ጎኑ ኮይንኩም ነዚ ቡሉጽ ኣትሌት ናብቲ ቁኑዕ መንገዲ ንኽትወስድዎ እትጽዕሩ ዘለኹም ሰባት ፍረ ጻዕርኹም ኣምላኽ ኣይክኸልኣኩምንዩ ጽባሕ ብዓወታቱ ምሰ ጌጸ ቀዳሞት ተሓበንትን ኮራዕትን በዚ ኣዝዩ ንፉዕ ዝኾነ ኣትሌት ምዃንኩም ደጊመ ክምስክር ይፈቱ። እምበኣር ክቡራትን ክቡራንን ተኻታተልቲ እቲ መደብ ኣብዛ ትርእይዋ ዘለኹም ኢንተርተይመንት ከይድኩም ክትካታተልዎ ሼር ብምግባር ክተተባብዕዎ ድማ ደጊመ ብትሕትና ክሕብር ይፈቱ። ክሳብ ብኻልእ ቪድዮ ዝምለሰኩም ጠጥዕሙ ሰሰናዩ ጠጥዕሙ ደቂ ሪመይ ንዕሱባት ውድቀት ውህድ ቅኒት ንሃገራዊ ክብረት ዘልኣለማዊ ዝኽርን ሰማእታትና ወትሩ ዓወት ንሓፋሽ።
ፍልፍል ቲቪ